and then እንተደኣ ካብዚ ንላዕሊ እንተወጽዩ it is not good ጽቡቅ ኣይኮነን ማለት እዩ እንተደኣ ካብዚ ንታሕት ተወጽዩ ግን ነቲ ማርኬት ነቲ ናትና ዝሓለፈ ናይ CPI ዝነበረና news ዝድግፈልና እዩ ማለት እዩ ኣብ ጎልድ ብዙሕ ግዜ ታሪክ ናቱ ገዲፍካ ይከይድ እዩ ተመሊሱ ይእቲካ ይከይድ ወይ ኣይልኡስ ተብሎ ሳሪምካ ይከይድ which is ጽቡቅ ነገር እዩ by the way but ሓደ ካብቲ ሕጊ ናይ ዕዳጋ እዩ ንሱ ከኣ ክንትሪኦ ዘለኹ ማርኬት መጀመርያ ንላዕሊ ወጽዩ ነይሩ ሰለስተ ሰሙን ቡልሽ ከይዱ በዳሪ ፌርቫሊጋ ፈጢሩ ነይሩ ኣብ ዝሓለፈ ሰሙን ከኣ ነቲ ፌርቫሊጋ መሊእልና ኣሎ ከም ትርእይዎ ዘለኹም። ዝተወሰነ መልክዑ ንላዕሊ ናብዚ ከባቢዚ ፊል ክገብረልና ድሕሪኡ ንታሕቲ ክወርድ እዚኣ ስእሊ ናትና ቀዳመይቲ ስእሊ ናትና ማለት እዩ ኣኮርዲንግ ቱ ኣወር ፕሪቪየስ ፕራይስ ኣክሽን መልክዕ ተሪእናዮ ከምዚ እዩ ክኸውን ዘለዎ ባት ኢን ኬዝ ማርኬት እንተ ኮንሶሊዴት ዝገብር ሃልዩ ኣብዚ ክልተ መዓልቲ ኮንሶሊዴት ገይርልና ኣሎ ሶ ለዲስ ኤንድ ጀንስ ሰላም ጥዕና ሃበለይ ከመይ ትኾኑ ሰላም ክትሉ በዓል ተስፋዬ ከምቲ ወትሩ ሎሚ ናይ ዲኤክስ ዋይ ጎልድ ዩኤስ 100 ዩሮ ኤስዲ ቢትስ ዩኤስዲ ሓዊስና ማለት እዩ ብዛዕባ እዞም ዓበይቲ ፅምድታት ፋንዳሜንታል ቴክኒካል ኣናላይሲስ ብሓደ ኮይና ከነውፅእ ኢና ካብ ፋንዳሜንታል ኣናሊሲስ ክጅምር ኢና። ቅድሚኡ ግን ከምቲ ወትሩ ዝብለኩም ነዚ ቪድዮ ክትከታተልዎ ከለኹም ሻሂ ቡን ኣብ ከባቢኹም ቅርብ ኣቢልኩም ከምኡ ከኣ ሰንበት ምድሪ እየ ሪከርድ ዝገብረልኩም ዘለኹ so ቅርብርብ ኣቢልኩም ሪላክስ ኮንኩም እዚ ቪድዮ ተከታተልዎ ኢኹም and ብተወሳኺ ሰናይ ደስ ዘብል ዕዉት ዝኾነ ናይ ትሬዲንግ ሰሙን ይምነየልኩም ማለት እዩ። መዓስ እዚ ቪድዮ ትርእይዎ ኣለኹም ብዘየገድስ ብፍላይ ኣብ ሰሙን እዚ ትርእይዎ ተለኹም ማለት እዩ then directly ብዙሕ ግዜ ከይወሰድና ማለት እዩ ናብ ፋንዳሜንታል ኣናላይሲስ ክንከይድ ኢና so ናትና መበገሲ ሓሳብ ኩሉ ግዜ ከም ዝነግረኩም መጀመርያ መበገሲ እቲ ናራቲቭ ኢና ክንሃንፅ ዘለና ናራቲቭ ኮንፊደንስ ናትካ ቡስት ይገብረካ እዩ ናብ ትክክለኛ ፖዘሽን ናይ ኮንፊደንስ ንክትመፅእ ክሕግዘካ እዩ ትክክለኛ ናይ ኮንፊደንስ ሃዋህው ከዓ ትክክለኛ ውሳነ ንክትውስን ካብ ዘየድላይ ዝኾነ ስምዒታዊ ወይ ከኣ ሳይኮሎጂካዊ ዝኾነ ጌጋታት ንኽትድሕን ክገብረካ ስለ ዝኽእል ካብኡ ንጅምር ኢና so fundamentally ኣብ ዝሓለፈ ሰለስተ ሰሙን ክንጽሕፎ ዝጸናሕና ወይ ከኣ ክንስእሎ ዝጸናሕና ናራቲቭ ኣለና ታሪኽ ኣለና ንሱ ከኣ እንታይ ነይሩ መጀመርያ ፌድ ማለት እዩ ኢንተረስት ሬት ንኽውስኹ ዝብል ሓሳብ ነይርዎም ድሕሪኡ ከይወሰኹ ኖርማል ጌሮሞ which is three point seventy five ጌሮሞ ማለት እዩ ሰለስተ ነጥቢ ሰብዓን ሓምሸን ፐርሰንት ጌሮሞ ማለት እዩ ደንድሕሪኡ ናበይ መጺና ደንድሕሪኡ ናይ NFP news ኔርና NFP news ከም ትዝክርዎ ኔገቲቭ ዕስራን ሰለስተን ሽሕ መጺኡ ሰማንያ ሓሙሽተ ሽሕ ኤክስፔክት ዝገበሩ ወይ ከዓ ዝተጸበይዎ ማለት እዩ ድሕሪኡ ናብ CPI መጺና NFP ናይ ላቦር ድበሃል ወይ ከዓ ናይ ከምዚ ናይ ስራሕ ሃዋህው እዩ ዝገልፅ ኢልና ነይርና ኢና። ከም ዝገለፅናዮ ባት ናይ ስራሕ ምዝሓል እንተሃልዩ ስራሕ ንክትውስኽ ቡስት ክትገብሮ ተኾንካ ኢንተረስት ረይት ክትቆርፅ ኣለካ ገንዘብ ካብ ባንኪ ክወፅእ ክኽእል ኣለዎ ማለት እዩ። and ሓደ ኣይዲያ ነዚ ሓሳብ ናትና ክሕግዘና ዝኽእል ረኺብና ድሕሪ ናይ ኢንፍሌሽን ናይ ሲፒኣይ ንውስ ነይርና ሲፒኣይ ንላዕሊ እንተወፂኡ ኢንተረስት ረይት ክቆርጽዎ ኣይክእሉን እዮም because ላዕሊ ተሃልዩ interest rate ተቆሪጽካ then መሊሱ ንላዕሊ ስለ ዝኸይድ so ኣብ ታሕቲ ክወርድ ኣለዎ ኢልና ኔርና ኣብዚ ዓመት እዚ ከኣ ክልተ percent ን CPI ከውርድዎ እዩ ዕላማ ናቶም ኔሩ ናብቲ ክልተ percent ገጹ ይኸይድ ስለ ዘሎ ካልኣይ ስእሊ ናትና interest rate ኣብ ዝመጽእ ዘሎ ወርሒ ትሽዓተ ክቆርጹ ከም ዝኽእሉ ኣኪብና ኣለና then ሎሚ ኣብዚ ሰሙን እዚ ከኣ ከም ትርእይዎ ዘለኹም ክልተ ዓበይቲ ኣገደስቲ fundamental financial ኢቨንትስ ክልዉና እዮም so እዚ ናይ መጀመርያ ናይ ፒሲኢ እዩ then ድሕሪኡ ናይ ኣብዚ ከም ትሪእዎ ዘለኹም ከዓ ዓርቢ ከዓ ኣለና ናይ ፌት ጀርማን ዋርሺፕ ስፒክስ እውን ሓዊስካ ማለት እዩ ብዛዕባ እዚኣቶም ክንዛረብ ኢና ባት ቅድሚኡ ግን እዚ ወርሒ እዚ መወዳእታ ናይዚ ወርሒ እዚ እዩ ናበይ ገፅና ኢና ንኸይድ ዘለና ኢና ስእሊ ክንርኢ ማለት እዩ so ሕጂ ኣብዛ ሰሙን እዚኣ ናበይ ገጽና ኢና ትረይድ ክንገብር ንዝብል መጀመርያ ክምልሰልኩም እየ ኣብዛ ሰሙን እዚኣ ንወርሒ ትሽዓተ ዕለት ዓሰርተ ሽዱሽተ ዘጋጥም ሃዋህው ናብ ጎጽና ኢና ክንከይድ why ምክንያቱ ረቡዕ ወርሒ ትሽዓተ ዕለት ዓሰርተ ሽዱሽተ ናይ ፌደራል ፈንድስ ረይት ኣለና እዚ ማለት ከኣ ኢንተረስት ረይት ክቆርጹ ድዮም ወይስ ክውስኹ ድዮም ሓውክሽ ድዮም ክገብርዎ ወይስ ዶቪ ሸፕ ክገብርዎ ዝብል ኒውስ ኣለና ሕጂ ዝሓለፈ ሰለስተ ቅነ ናይ ምቁራጽ ሃዋህው ናቶም ኢዮም እንዳ እንዳ እንዳ እንዳ ነደቑ መጽዮም ዘለዉ ወይከኣ እንዳ ሃነጹ መጽዮም ዘለዉ ኣብዚ ሰሙን እዚ ከኣ ዘለዉ ዝተወሰኑ ዜናታት ሪኢና እንታይ ክኸውን ከም ዝኽእል ኤክስፔክተሽን ናትና ክውስኽ ይኽእል ኢዩ ኦር ናይ ምቁራጽ ናይ ምውሳኽ ትጽቢታት ናትና ክስተኻኸል ይኽእል ኢዩ ኦር ብውሑዱ ስክፍታታት ክፈጥር ይኽእል እዩ ወይ ከኣ ዝያዳ ኮንፊርመሽን ክበና ይኽእል እዩ ንኣብነት ገለ ካብቲ ዘለና ኒውስ ረቡዕ ማለት እዩ ናይ ፒሲ እያ ኣለና እዚ ማለት ከኣ ዝያዳ ኣብ ህዝቢ ዝመጽእ ናይ ኢንፍለሽን ሃዋሁ እዩ ዘርኢ ላይክ መግቢ and ድስተ ነገራት ስፐሲፊካሊ ነዚኣቶም ዘጠቓልል ናይ ዝቕባበ ናይ ዋጋ ምውሳኽ ናህሪታት እዩ ዘርእየና which is price ኮንሲመር ኢንዴክስ ማለት እዩ and then እንተ ካብዚ ንላዕሊ እንተ ወጽዩ it is not good ጽቡቅ ኣይኮነን ማለት እዩ እንተ ካብዚ ንታሕቲ ተወጽዩ ግን ነቲ ማርኬት ነቲ ናትና ዝሓለፈ ናይ CPI ዝነበረና ኒውስ ዝድግፈልና እዩ ማለት እዩ ኣብዚ ፎልደር ኣቲና ቸክ ክንገብሮ ንኽእል ኢና ኣብዛ ከም ትሪእዎ ዘለኹም እንተ ግሬተር ዳን ፎርኬስት እንተመፅኡ ኣብቲ ፎርኬስት ዜሮ ነጥቢ ክልተ ኣለና ካብዚ ንላዕሊ እንተ መፅኡ ነቲ ካረንሲ ንዶላር ጽቡቕ እዩ ማለት እዩ ካብኡ ንታሕቲ ተመጺኡ ከኣ ነቲ ሲፒኣይ ዝሓለፈ ዝነበረ ስለ ዝድግፈና ዝያዳ ኢንተረስት ሬት ክቖርጹ ይኽእሉ እዮም ናብ ዝብል ኮንፊርሜሽን ክበና ዝኽእል ዓይነት ዜና እዩ ሶ እዚ ዜና እዚ ብምኽታል እንተ ልዕሊ እዩ ተወጺኡ ዝተወሰነ መልክዑ ዲኤክስዋይ ንላዕሊ ክወጽእ ይኽእል እዩ ዝተሕቲ ተመጺኡ ግን ዝያዳ ዲኤክስዋይ ካብ ዘለዎ ቢሪሽ ክቕጽል እናኽእል ወይ እዩ ካልእ ኣብዚ ከም ትርእይዎ ዘለኹም ዓርቢ ማለት እዩ ሰዓት ዓሰርተ ናይ ፌድ ቸርማን ወርሺፕ ኣለና ዘረባ ክህልዎ እዩ ኣይ ቲንክ ሓውክሽ ድዩ ክኸውን ዶብሽ እዩ ክኸውን እዩ ዝያዳ like ብዛዕባ ቁጠባ እንድዩ ክዛረብ እቲ ቁጠባ ናይ ኣሜሪካ ከመይ ኣሎ ኣዛራርባ ናቱ ሪኢኻ ኢኻ ተብሎ as ጀምበርቲ ተኾንኩም ኣብዚ ግዜ straight ዘይምግባር ተመራጺ እዩ why ምክንያቱ ሓደ እቲ English directly እቲ ናይ ቁጠባ English እቲ vocabulary ናይ financial market እንተ ጽቡቅ ጌርካ እንተ ዘይተረዲእካዮ ብዛዕባ ሃው ኩሽ ድዩ ዝዛረብ ዘሎ ብዛዕባ ዶቭሽ ድዩ ዝዛረብ ዘሎ ዘይክርዳኣካ ስለ ዝክእል ኣንጻር ማርኬት ትሬድ ክትገብር ትክእል ኢካ so it's better ዓሰርተ ደቂቅ ድካ ዓሰርተ ሓሙሽተ ደቂቅ skip ጌርካ ንድሕሪኡ ክትኣቱ but እንተ experienced ተኮንኩም ተኮንኩም ግን ማርኬት ብጣዕሚ volatile ክከውን ይክእል እዩ እዚ ናይ benchmark payload revision ዝብሃል ዜና ኣለና። እንታይ እዩ ንዚ ኤግዛክትሊ ኣብ ዝሓለፈ ሪፖርት ክግበር ዝጸንሐ ናይ ስራሕ ዕድላት ናይ ኣሜሪካ ቫሪፋይድ ዝግበር እዩ ሪቫይዝ ዝግበር ከም ብሓድሽ ይረኣ እንተ ትኽክል እንተ መጽዩ ትኽክል እዩ ልዕሊ እቲ ሪፖርት ተገይሩ ዘሎ ክንድዚ ወርሓዊ እዩ ሪፖርት ዝግበር ናይ NFP እንተ እንተ ልዕሊኡ ተመጽዩ ዳት ሚንስ እቲ ናይ ስራሕ ሃዋህው ናይቲ ሃገር ጽቡቕ እዩ ዘሎ ኢንተረስት ሬት ዘይክቑረጽ ይኽእል እዩ ማለት እዩ እንተ ትሕቲኡ ተመጽዩ ግን ንፌድ ማለት እዩ ዝያዳ ዕድል ክህቦም እዩ

ዝበሃል ሬድ ፎልደር ኒውስ ኣብ ዓመት ሓደ ግዜ ዝካየድ ናይ ኣሜሪካ ዝተፈላለዩ ኢኮኖሚስት ቁጠባውያን ናይ ስነቁጠባ ምሁራት ስነቁጠባ ሰብ ሞያታት ተኣኪቦም ብዛዕባ ፋይናንሻል ማርኬት ናይታ ሃገር ፋይናንሳዊ ሃዋሁ ናይታ ሃገር ዝዛረብሉ ወቕቲ እዩ so ናይ ፌድ መንበርስ which is ኣብ ናይ ፌደራል ሪዘርቭ ዝሰርሑ ሰባት ነዚ ዕድል እዚ ተጠቂሞም እንታይ ከም ዝሓስቡ ንዝመጽእ ዘሎ እንታይ ዓይነት ውሳነ ክህቡ ከም ዝኽእሉ ሲግናል ዝህብሉ ዓይነት እዩ ኢሉኒ ኦነስትሊ ዲስ ኢዝ ክሬዲት ንቻት ጂፒቲ ማለት እዩ ኦኬ ዘይፈልጦ ነገር ሸር ንከይገብረኩም ሪሰርች ሰሪሐ ቻት ጂፒቲ ናተይ ሶ እዚ ምዃኑ ኣቢልኒ ኣሎ ባት ኢምፖርታንት ነጥቢ እንታይ እያ እቶም ናይ ፌድ ዊች ኢዝ ናይ ፌደራል ሪዘርቭ ኮንግረስ ኣብቲ ኮንግረስ ኣባላት ዝኾኑ ንኣብነት ኢንተረስት ሬት ተቖሪፁ ቁጠባ ናይዚ ሃገር ፅቡቅ ክኸውን ይኽእል እዩ ተተዛሪቡ ሓደ ኣባል ናይ ሓደ ኣባል ረኺብካ ማለት እተን ካልኦት ነቲ ሓሳብ ናቱ ክድግፎ ዝኽእሉ ናይ ሰኣን ድዩ ካብ ዝብል ኣይድያ ኢኻ ነቲ ማርኬት ትሬድ ትገብሮ but that much እንታይ ይበሃል ኣይኮነን ጥራይ ኣተንሽን ክወሃቦ እዩ ዘለዎ ማለት እዩ then ነዚ ይመስል እቲ ፋንዳሜንታል ኣናላይሲስ ናትና ሆነስትሊ ናተይ ንሰፕተምበር ኢንተረስት ሬት ናብ ምቑራፅ ገፆም ስለ ዝኾዱ ኣብዚ ሰሙን እዚ ዝያዳ ኣብ ቴክኒካል ነገራት ኣድህቦ ክንገብር ኢና then ኣብ ቴክኒካል ነገራት ባላንስድ ዝግበር ቦታታት ገለ ክህሉ እዩ መወዳእታ ናይዚ ወርሒ ስለ ዝኾነ At the same time ንዝመጽእ ዘሎ ወርሒ ትሽዓተ ዕለት ዓሰርተ ሽዱሽተ ናይ ኢንተረስት ሬት ኒውስ ከኣ ጽቡቕ ምድላው ገጹ እዩ እቲ ማርኬት ትሬድ ክግበር ፋንዳሜንታል ማለት እዩ so ናብ ቴክኒካል ፓርት ክወስደኩም እዩ። ቅድሚኡ ግን ብዙሕ ግዜ ዝሕተቶ ሕቶ ኣሎ ንሱ ከኣ እንታይ ዓይነት ብሮኮር ኢኻ ትጥቀም ዝብል እዩ ኣብዚ ሕጂ እዋን ቫንተጅ ዝበሃል ብሮኮር እየ ዝጥቀም ዘለኹ። ቫንተጅ ዝመረፅኩሉ ምኽንያት እምበር ንዝመፅእ ዘሎ ሓሙሽተ ዓሰርተ ዓመታት ከዓ ናተይ ብሮኮር ገይረ ክወስዶም እየ ኢለ ሒዘዮም ዘለኹ ብሮኮር ቫንተጅ እዮም። እቲ ምኽንያት ከዓ እንታይ እዩ? ሓደ ኣብ ኤውሮጳ እቶም እንኮ ክሳብ ሓሙሽተ ሚእቲ ለቨሬጅ ዝህቡ ናትካ ስትራተጂ ናትካ ሪስክ ማናጅመንት ተጠቂምካ ከም ድሌትካ ትሬድ ንኸትገብር ዝፈቕዱ ብሮኮር እዮም ማለት እዩ። and ብተወሳኺ እንተደኣ ኣብ ኮመንት and ኣብ ዲስክሪፕሽን ብዝገድፈልኩም ሊንክ ኣቲኹም ማለት እዩ ንመጀመርያ እዋን ዲፖዚት ክትገብሩ ከለኹም ዕስራን ሓሙሽተን ፐርሰንት ተወሳኺ ቦናስ ኣለዎም እዩ። ስታይ ከም ዝገብሩ መጀመርያ ኣብ ፕሮሞሽን ዝብል ትኣትዉ then ድሕሪኡ እዛ ሚእትን ሓምሳን plus ዕስራን ሓሙሽተን percent ትብል ዘላ ፕሮሞሽን ክትረኽብዋ ኢኹም then ክሊክ ትገብሩ ዲፖዚት ትገብርዎ and ካብቲ ዝእተኹምዎ ንኣብነት ሽሕ ዶላር ትእቲኹም ተወሳኺ ክልተ ሚእትን ሓምሳን ዶላር ክውስኹልኩም እዮም ማለት እዩ so ነቲ ንመጀመርያ እዋን ትሬድ ትገብርሉ ዳርጋ ብነጻ እዩ ማለት እዩ ካልእ ቶቶ ትሬድ ስፖንት የን ኢልኩም ብምእታው ኣብዚ ትርእይዎ ዘለኹም ናትና ወብሳይት ማለት እዩ ኣብ ዓመት ሓደ ግዜ ንሳላሳ ትሬደራት ጥራይ ንትሬዲንግ ከኣ ከም ሞያ ከም ፕሮፌሽናል ክሕዝዎ ንዝደልዩ ሰባት ጥራይ ዝወሃብ ናይ ሜንቶርሺፕ ዕድል ኣለና ማለት እዩ። So ምዝገባ ተኸፊቱ ኣሎ። እተን ኣብ ናትና ወብሳይት ኣቲኹም ተወሳኺ ኢንፎርሜሽን ክትረኽቡ ትኽእሉ ኢኹም። ካልኦት ተምሃሮ ናትና ዝሃብዎ ምስክር፣ ዘመዝገቡ ዓወታት፣ ኣብ ዝተፈላለየ ዓለማዊ ካርታ ናይ ተምሃሮ ናይ ተትዝረይድስን ክትረኽቡ ትኽእሉ ኢኹም ማለት እዩ። And እንተደኣ ጎኒ ጎኒ እቲ ናትኩም ስራሕ ንትሬዲንግ ብዘይ ዝኾነ ዕሙቕ ዝበለ ትርዲኢት ከም ናይ ሳይድ ሃስል ወይ ከኣ ከም ናይ ጎኒ ስራሕ ክትሕዝዎ ተደሊኹም ምሳይ ኣብ ላይፍ ትሬድ ክትገብሩ ትኽእሉ ኢኹም ኣነ ክኣቱ ከለኹ ምሳይ ትኣትዉ ክወጽእ ከለኹ ትወጹ እዚ ከዓ ናይ ሓደ ሰሙን ዝኸውን መሰረታዊ ዝኾነ ትምህርቲ ናይ ትሬዲንግ ብምውሳድ ምሳይ ላይፍ ትሬድ ክትገብሩ ትኽእሉ ኢኹም ማለት እዩ ነቶም ኣብ ትምህርቲ ዘለኹም ወይ ከዓ ንትሬዲንግ ስሬስሊ ሒዝኩሞ ዘለኹም ሰባት ከዓ ክልተ ዓይነት ውድድር ኣዳሊና ኣለና ኣብ ትስሬድስ ማለት እዩ ንሱ ከዓ እንታይ እዩ መጀመርያ ቻለንጅ ክህልወና እዩ ካብ ሓሙሽተ ሚእቲ ዶላር ከመይ ጌርካ ናብ ሚእቲ ሽሕ ዶላር ስኬል ኣብ ትገብር ዝብል መደብ ክህልወና እዩ ናይ ክልተ ወርሒ ዝኸይድ ቻለንጅ ሎክ ኢን ንገብረሉ መደብ ክህልወና እዩ እታ ካልኣይቲ ከዓ ነቶም ናይ ካፒታል ሕፅረት ዘለኩም ትሬደራት እዩ ብዴሞ ተወዳዲርኩም ማለት እዩ ኣልሞስ ልዕሊ ሓሙሽተ ሚእቲ ዝኾኑ ኣብዚ ናይ ነፃ ሜንቶርሽፕ ናይ ትሬድሽ ጀንቢሩ ዘሎ ክላስ ተመዝጊቦም ኣለዉ ትሬደራት ማለት እዩ ን ምስኣቶም ብምውድዳር ተደኣ ዓወቲ ክትኮኑ ተኽኢልኩም ናይ ፕሮፊርም ክሳብ ኣርባዕተ ሚእቲ ሽሕ ዝኣክል ካፒታል ትረኽብሉ ባይታ ክነጣጥሕ ኢና ማለት እዩ ተቶ ትሬድስ ንኽዓቢ ናትኩም ሓሳብ ኣገዳሲ እዩ ንብተወሳኺ ናትኩም ሓሳብ ከተካፍሉሉ ትኽእሉ ናይ ተስትሬድ ፎርም እውን ኣብ ኮመንት ገዲፍና ኣለና ቸክ ምግባር ኣይትርስዑ። So ናብ ተክኒካል ፓርት መጺና ኣለና ሕጂ ንመጀመርያ ሰሙን ክንጅብር ኮለና ዝክርዎ ተኾንኩም ናትና ኣዝዩ ኣገደስቲ ዝባሃሉ ረቋሒታት ናይ dxy እንተ ኔሮም እዚኦም ብርግጽ ተሃሪሞም ዘለዉ ነጥብታት ናትና እዮም First እዚኣ ኔሩ ዝነርና ናይ ኢምባላንስ ድሕሪኡ ከኣ ኣብ ዝሓለፈ ሰሙን ከኣ እዚኣ ታርጌት ከም ትኸውን ሪኢና ኔርና ማለት እዩ። So እንተሪኢኽሞ ኣብዚ ኣለና ማለት እዩ። ኣብ ናይ መዓልታዊ ፌር ቫሊ ጋፕ ኔርና። ፌር ቫሊ ጋፕ ማርኬት ተንኪፍልና ኣሎ ኣብዚ ሕጂ እዋን። The next ናትና ናይ new day opening ጋፕ ኣለና ኣብዚ። ፊል ክገብረልና ትጽቢት ክንገብር ኢና። ይኹን ደኣ እምበር ናብ ፎር ኣወር ወሪድና እቲ ሰሙናዊ ባያት ናትና ክንርኢ ኢና። ሕጂ ከም ትሪእዎ ዘለኹም ሓደ ስእሊ ኣለና። ጽቡቕ ነገሩ ማርኬት ካብ ዝሓለፈ ነቲ ዝነበረ ኣብዚ ኣስሚርናዮ ዝነበርና ሉኲዲቲ ምስ ወሰደ ማርኬት ናብ ሓደ መኣዝን እዩ ዝኸይድ ዘሎ። ንሱ ከኣ ከም ትሪእዎ ዘለኹም ላዕሊ ይወጽእ ሉኲዲቲ ይወስድ then lower low እናፈጠረ እዩ ዝኸይድ ዘሎ but unfortunately ኣብዚ ከም ትሪእዎ ዘለኹም ሉኲዲቲ void ኣለና። ሉኲዲቲ void ክንብሎ ከለና ሓደ ባላንስድ ዘይተገብረ ስዊንግ ኣለና so እዚ ስዊንግ እዚ ካብ ላዕሊ ክሳብ ታሕቲ ከምዚ ጌርና ተስሚርና then at least ክሳብ ሓምሳ percent ክምላእ ኣለዎ ስለዚ ካልእ እንታይ ኣለና እንተ ደኣ ኣብ ናይ daily መጺእና ኣብ dxy እዩ ዘሎ ከም ትርእይዎ ዘለኹም ኣብ ናይ daily ተመጺእና zoom ክንገብሮ ኢና በዚ ንጸጋም ዘብል ሸነኽ ከኣ ናይ new day ሓደ መዓልቲ ሓዱሽ መዓልቲ ክኽፈት ከሎ ጋፕ ኣለና ፕላስ እቲ ኣብኡ ዘሎ ብሬከር ብሎክ እውን ኣለና እዩ ኣይዲያል ዝበሃል ብጣዕሚ ፅቡቕ ትበሃል ነጥቢ ግን ናይ ኒው ደይ ኦፕኒንግ ጋፕ ኣለና እዩ ፕላስቲካል እውን ክንረክብ ንኽእል ኢና እንታይ ኣለና ኢንቨርጂን ፌር ፓሊካ ኩን ኣለና which is here ማርኬት ከኽብሮ ዝግብኦ ዝነበረ ቦታ ማለት እዩ ሂር ኣብዚ እውን ኢንቨርጂን ፌር ቫሊ ጋፕ ኣለና ሶ ኣቲና ኣብዚ ኣይኤፍጂ ክነብኦ ኢና ሶ ሂር ማለት ንሕጂ ሕብሪ ክነጥፍኦ ኢና So the market ሕጂ ኣብዚ ሰሙን እዚ ናተይ ትጽቢት already ኣቐዲመ ውን ስለ ዝረኣኽዎ እቲ ስእሊ ብዝተኻኣልና መጠን ኣድህቦ ናትና ከም ትሪእዎ ዘለኹም ክልተ መዓልቲ ሓሙስ and ዓርቢ እዩ ማርኬት ነቲ ኣስሚርናዮ ዝነበርና fair value gap ነዚኣ fair value gap እዚኣ የኽብረልና ኣሎ እዩ so እንታይ እዩ ዘርእየና ዘሎ a reversal ናይ ምምላስ ኩነታት ናቱ እዩ ዘርእየና ዘሎ so መጀመርያ balance sheet ክገብር ኣለዎ so ስእሊ ናትና ናይ dxy ከመይ ክኸውን ዝተወሰነ መልክዑ ንላዕሊ ናብዚ ከባቢ እዚ fill ክገብረልና ግን ድሕሪ ንታሕቲ ክወርድ እዚኣ ስእሊ ናትና ቀዳመይቲ ስእሊ ናትና ማለት እዩ ኣኮርዲንግ ቱ ኣወር ፕሪቪየስ ፕራይስ ኣክሽን መልክዕ ተሪእናዮ ከምዚ እዩ ክኸውን ዘለዎ ባት ኢን ኬዝ ማርኬት እንተ ኮንሶሊዴት ዝገብር ሃልዩ ኣብዚ ክልተ መዓልቲ ኮንሶሊዴት ይገርና ኣሎ ሶ ኮንሶሊዴት ተጊሩ ናበይ ገፁ ማኒፕሌት ይገብር ምርኣይ ኣገዳሲ እዩ ክኸውን እዩ ማለት ንሱ ኸኣ ከመይ እዩ? እንተደኣ ማርኬት ካብዚ ዘለዎ ኮንሶልዴሽን ወጺኡ ንታሕት እንተደኣ ማኒፑሌት ተጌርና እሞ ኸኣ ኣብ ታሕቲ ኸኣ ከም ትርእይዎ ዘለኹም እንተደኣ ናብዚ ኒው ደይ ኦፕኒንግ ኣብ ተመጺእና ኸኣ ንላዕሊ ገጹ ከምዚ ክቕኒ ይኽእል። ስለዚ ነጥብታት ናትና ዝያዳ ማርኬት ካብዚ ዘለዎ ናበይ ገጹ ይኸይድ ምርኣይ ነየናይ ሉኪዲቲ መጀመርያ ይሰብሮ፣ ምርኣይ ከድልየና እዩ ዋንስ ንላዕሊ እንተ ተሰቢርና then ነቲ ጋፕ ነዚ ፊፍቲ ፐርሰንት ስሳን ሓደን ፐርሰንት ምስ መጸና ንታሕቲ ገጹ ከም ዝወርድ ኣድህቦ ክንገብር ንኽእል ኢና ናብኡ ገጽና ውን ትሬድ ክንገብር ንኽእል ኢና or ንታሕቲ እንተ ቀዲሙ ተሰቢርና ከኣ ንላዕሊ ገጽና ክነብል ኢና why ምክንያቱ ክልተ መዓልቲ ተኽቢርልና ኣሎ ማርኬት ኖርማሊ ናትና ተማሃሮ ተኾንኩም ብዛዕባ ስሪ ካንድል ስዊንግ ዝበሃል ኮንሰፕት ጽቡቕ ትርዲት ኣለኩም ማለት እዩ so ከም ትሪእዎ ዘለኹም ንኣብነት ኣብዛ መዓልቲ እዚኣ ከም ትሪእዎ ዘለኹም ሊኩዲቲ ወሲዱ ማርኬት internal and external ኪት ወሲዱ መጀመርያ ደን እቲ ክሎዝ ኣገባብራ ናቱ ሪቨርሳል እዩ ደድሕሪኡ ከም ትሪኦ ዘለዎም ታሕቲ ወሪድና ኣሎ ብሰይም ኣብዚ እውን ከምኡ ንላዕሊ ናይ ምውፃእ ተኽእሎታት ኣለዎ እዩ ናይ መወዳእታ ናይዚ ወርሒ ስለ ዝኾነ ከዓ ማርኬት ንታሓቲ ወሪዱ ናቱ ታርጌት ሃሪሙ ኣሎ ሕጂ ከዓ እንታይ እዩ ክገብር ንዝመፅእ ዘሎ ወርሒ መታን ባላንስን ዝኾነ ዋጋ ንክገድፍ ዝተወሰነ መልክዑ ሪትረስ ገይሩ ክሎዝ ናይ ምግባር ተኽእሎታት ኣለዎ እዩ ሶ ብሓፈሻ ናትና ሰሙን ከምዚ ዓይነት ስእሊ ክህልወና እዩ ስፐሲፊካሊ ናብ ስጉዚ ይኸይድ ኣይትብሉን ኢኻ ማለት እዩ እንተ እንተሓተ ውን ኢሉ ነጥብታት ኣለዉና ፖይንት ኦፍ ኢንተረስት ኣለና ኣብዚ ላዕሊ ገጹ እንተ ኣቐዲሙ ላዕሊ ተወጺኻ ንታሕቲ ገጹ ክወርድ ይኽእል እዩ ናይ ዩሮ ኤስዲ ኣብዚ ጎኒ ገይረልኩም ዘለኹ ተመሳሳሊ ስለ ዝኾነ እዩ ብዙሕ እቲ ግዜ ንምቑጣብ ውን ግዜ ከይነውሓኩም እታን ሶ ያ ረቡዕን ሶሪ ዓርብን ሓሙስን ማለት እዩ ማርኬት ኣብዚ ከም ትሪእዎ ዘለኹም ኣልሞስት ኮንሶሊዴት ብዝበሃል መልክዑ ነቲ ናትና ዞን ስፔሻሊ ማርኬት ነዚ ኣብዚ ዝነበረ ባይ ሳይድ ኩዊት ምስ ወሰደ ኢዩ ማርኬት ዘክብረልና ዘሎ ብእስየቅ so then ሕጂ ዝተወሰነ መልክዑ ንታሕቲ ናይ ምውራድ ተክእሎታት ክህልዎ ኢዩ and then ንላዕሊ ክወጽእ ይክእል ኢዩ እንተ ኣቀዲሙ ንላዕሊ ማኒፑሌት ተገይሩ ግን ኣቀዲሙ እንተ እቲ ማኒፑሌሽን ናይ ሰሙን እዚ ሰኑየ ሰሉስ ንላዕሊ እንተ ወጽዩ ናይ ዝሓለፈ ሰሙን ሃይ ኣቀዲሙ ተወሲድና then ኣብዚ ከም ትሪእዎ ዘለኹም ቦታታት ኣለውና ሓደ ካብኣቶም እዚ ኣብዚ ዘሎ ናትና ኦርደር ብሎክ ኢዩ ማለት ኢዩ እዚ ዞን እዚ ኣገዳሲ ዝባሃል ዞን ኣለና ኣብዚ ከባቢ ሚቲገሽን ብሎክ ኣለዎ ኦርደር ብሎክ ውን ኣለዎ እዩ ዘን ነዚ ከባቢ እዚ ኣኽቢሩ ንታሓቲ ናይ ምውራድ ተኽእሎታት ውን ኣለዎ እዩ እንተ መዓስ እዩ እንተ ዲኤክስዋይ ንታሓቲ ገፁ ዝወርድ ሃልዩ ዩሬኤስ ጃሃ ንላዕሊ ገፁ ዝኸይድ ሃልዩ ሶ ቦዝ ሳይድ ኣብ ግምት እትዮም ትሬድ ክትገብሩ ትኽእሉ እዮም ሶ ፎር ሚ እንተ ንታሓቲ ማኒፕሌት ተገይርለይ ንላዕሊ ኣደቦ ክገብር እየ ቢኮዝ ኦቨር ኦል ማርኬት እውን ቡሊሽ ስለ ዘለና ማለት እዩ እንተ ንታሓተ ወሪዱ ግን ኦረዲ ገዲፍኒ ኢልካ ስቅ ዘይትብለሉ ስቅ ትብለሉ ምክንያት ኣይኮሉን እዩ ምክንያቱ ኩሉ ግዜ ማርኬት ክልተ ነገራት እዩ ዝንቀሳቅሱ ባላንስ ንምግባር ን ሉኪት ንምርካብ ሶ ዋንስ ኢንተርናል ሉኪቲ ምስ ረከበ ናብ ኤክስተርናል ሉኪቲ ባላንስድ ክገብር ኣለዎ ወይ ባላንስድ ምስ ገበረ ካኣ ናብ ኤክስተርናል ሉኪቲ ክንቀሳቅስ ኣለዎ ማለት እዩ ሶ ነዚ ይመስል ናይ ዩሮ ኤስዲ ነቶም ዩሮ ኤስዲ ትሬድ ትገብሩ ትሬደራት ናይ ናይ ትሬዲንግ ግዜ ከምቲ ወትሩ ዝብለኩም ንስኻትኩም ውን ናትኩም ኣናላይስስ ሰሪሕኹም ትሬድ ክትገብሩ ከዘኻኽረኩም ይፈቱ ማለት እዩ። So now ladies and gents ኣብ US one hundred መጺና ኣለና US one hundred ኣናላይስስ ክንሰርሕ ተኾይና ኩሉ ግዜ ኣብ ግምት ክንእትዎም ዘለና ሰለሰ ጽምድታት እዮም። The first one is S&P 500 እዩ። Second ዲኤክስዋዩ ኣንድ ሰር ናይ ዩኤስ ቦንዲል ናይ ዓሰርተ ዓመት እዩ ከፊተዮም ኣለኹ ሶ ንስእሊ ምታን ክጥዕመልና ሂር ዲኤክስዋይ ንዓኻትኩም ንመሓዝ ምታን ክጥዕመልኩም ማለት እዩ ዩኤስ ቴን ዋይ ኣንድ ሂር ኤስኤምፒ ፋይቭ ሃንድረድ ኣለና እንተ ዩኤስ ዋን ሃንድረድ ኣለና ማለት እዩ ን ሜቢ ኣብዚ ውን ክነምጽኦ ንኽእል ኢና so then እዚኣቶም እዮም US one hundred trade ክትገብር ተኾንካ ወይ ከኣ SNP five hundred trade ክትገብር ተኾንካ ነዞም ሰለስተ እዚኣቶም ኣብ ግምት ምእታው ኣገዳሲ እዩ ኣነ ሕጂ ኣብ ሓደ ስክሪን እየ ዝጥቀም ዘለኹ እቲ ሳብስክሪፕሽን ስለ ዘለኒ ማለት እዩ so DXY analysis ኣውጺእና ኣለና ቤሪሽ ናይ ምዃን ጠቕሎታት ኣለዉ ኢና ኣለና but ንምንታይ US one hundred ኣብ ዝሓለፈ ሰሙን ቤሪሽ ነይሩ DXY ንታሕቲ ቤሪሽ ይወጽእ ነይሩ US one hundred ከኣ ንላዕሊ ክወጽእ ነይሩ yes ምክንያቱ ናይ AI booming session ኢና ዘላ ናይ AI stock markets ናይ AI ዕዳጋታት እዮም ነዚ ቁጠባ ኣብዚ ሕጂ እዋን ድመርሕዎ ዘሎ ስለዚ ድንገት ንሳቶም ናይ ናይ ቺፕስ ድዩ ወይ ከዓ ናይ ምስ ኮምፒውተር ድተሓሓዝ ነገራት ሕፅረታት ከጋጥም ከሎ ረዓድ እዩ ዝፈጥረሎም ዋይ ቢካዝ ኣዝዩ ኣብ ሃይ ለቨል ዝበሃል ናይ ከምዚ ፍርሒ ምሻሎ እዩ ዘሎ ባት ኣት ሰም ታይም ከዓ ኢትስ ፊቸር ኤኣይ ኢዝ ዘ ፊቸር፣ ኤኣይ ንመጻኢ ክኸይድ እዩ ክዓቢ ዝብል እምነታት ስለ ዘሎ ከኣ ይዓቢ ኣሎ እቲ ዕዳጋታት ናቱ ማለት እዩ። ሶ ዳርጋ ንሱ እዩ ነቲ ዩኤስ ዋን ሃንድረድ ዝመርሖ ዘሎ ትሪልዮንስ ትሪልዮንስ ገንዘብ እዩ ኤስኤምቢ ፋይቭ ሃንድረድ ዓለም ለኻዊ ዝኾነ ዕዳጋ እዩ ዩኤስ ዋን ሃንድረድ እውን ከምኡ ትሪልዮንስ እዩ ኣብ ኤስኤምቢ ፋይቭ ሃንድረድ ጥራይ ናብ ከባቢ ሚእትን ዕስራን ትሪልዮን ዝኣክል ማርኬት ካፕ እዩ ዘለዎ ዩኤስ ዋን ሃንድረድ ተመሳሳሊ ከም ባት ስቲል ንማርኬት እቲ ናይ ኤኣይ ሃዋህው ይጸልዎ ኣሎ ማለት እዩ ናይ ኤኣይ ካምፓኒታት ይጸልውዎ ኣለዉ ቢኮዝ ናይ በዓል ኢንቪድያ ከም ትሪእዎ ዘለዎም ትሪልዮንስ ሓሙሽተ ትሪልዮን ኣርባዕተ ትሪልዮን ማርኬት ካብ እዩ በጺሖም ዘለዎ ኣብዚ ሕጂ እዋን ኤስፒ 500 ቴስላ ብሓፈሻ እዞም ናይ ቴክ ዝኾኑ ማለት ናይ ቴክኖሎጂ ዝኾኑ ሕጂ ኣብ ዝሓለፈ ሰሙን ቤሪሽ ዝኾነሉ ምክንያት ሓደ ንሱ እዩ ነይሩ ካልኣይ ከዓ ናይ ይልድ ናይ ቴን የርስ ይልድ ዋጋ ምውሳኽ እዩ ኣብዚ ከም ትሪእዎ ዘለኹም ኣብ ናይ መዓልታዊ ኢና ዘለና ኣብ ናይ ሰሙናዊ እውን ተመፂኡ ወፂና እንተሪእና እዩ ናይ ኣሜሪካ ናይ ዓሰርተ ዓመት ናይ ይልድ ዋጋ ንላዕሊ እዩ ዝውስኽ ዘሎ ናይ ይልድ ዋጋ እንተ ዝውስኻሉ እዩ ዲኤክስዋይ ወላ በቲ ናይ ኢንተረስት ሬት ምክንያት ብዝተፈላለየ ምክንያት ኦር ጂኦፖለቲካል ምክንያት እንተሓት ይወረድ እንተሃለወ ባት ኣገዳሲ እዚ እዩ ዩስ ቴን ይር ይልዲ ዋይ ቢካዝ እንተ ደኣ ገንዘብ ናትካ ሴፍ ክትገብሮ ትኾንካ ሞስትሊ ዓበይቲ ሃገራት ዓበይቲ ካምፓኒታት ገንዘብ ናቶም ኣብ ባንኪ ሴፍ ክገብርዎ ተደልዮም ዳይሬክትሊ ኣብ ባንኪ ይኮኑ ዝእትዎ እንታይ ደኣ ናብ ቦንድስ ናይ ኣሜሪካ እዮም ኢንቨስት ዝገብርዎ ሰው ናይ ቦንድስ ክፍሊት ከዓ እቲ ኢንተረስት ሬት ናቶ ከዓ ከም ትሪኦ ዘለኹም ኣርባዕተ ነጥቢ ሸውዓተ ውጪ ሰብዓን ሰለስተን ፐርሰንት መፅኡ ኣሎ ስለዚ ስቲል ዋላ ዲኤክስዋይ እንተሓተ ተወረደ ዋላ ናይ ኢንተረስት ሬት ክቕንስ ተኽእሎታት እንተሃለዎ ባት ናይ ዓስርተ ዓመት ናይ ቦንድ ይልድ ግን ንላዕሊ ይወፅእ ስለ ዝነበረ ፍርሒ ናቱ ከዓ ናይ ዩኤስ 100 ን ኤስኤምፒ 500 ንታሕቲ ክወርዱ ክኢሎም እዮም ባት ሓደ ካብቲ ሕጊ ናይ ዕዳጋ እዩ ንሱ ከዓ ከምትሪኦ ዘለኹ ማርኬት መጀመርያ ንላዕሊ ወፂ ነይሩ ሰለስተ ሰሙን ቡልሽ ከይዱ ደድሕሪኡ ፌር ቫሊ ጋብ ፈጢሩ ነይሩ ኣብ ዝሓለፈ ሰሙን ከዓ ነቲ ፌር ቫሊ ጋብ መሊእልና ኣሎ ከም ትሪእዎ ዘለኹም ፌር ቫሊ ጋብ ምስ መለእ ብጣዕሚ ፅቡቅ ትሬድ ወሲዶም ነይርና ናትና ቲም ማለት እዩ እና እውን ብጣዕሚ ፅቡቅ ኢንትሪ ረኪበ ነይሩ ብዝሓለፈ ሰሙን ባት ያ ኤስኤምቢ ፋይቭ ሃንድረድ እውን ከምኡ እቲ ፌርቫሊ ጋፕ መሊእዎ ኣሎ ስለዚ ኣብዚ ሰሙን እዚ ንፅበዮ ስእሊ ናትና ከመይ ክኸውን እዩ ነዚ ፌርቫሊ ጋፕ እዚ ክመልኣልና እዩ ረዲ መሊእልና ኣሎ ማለት እዩ ናይ ዝሓለፈ ሰሙን ብታሕቲ ሴልሳይ ልኩዊት እንተ ተወሲድና ማርኬት ንላዕሊ ናይ ምውፃእ ተኽእሎታት ናቱ ኣለዎ ካብ ንታሕቲ ክወርድ ማለት ሶ ኤስኤምፒ 500 ዩኤስ 100 ቡልሽ ኮይኑ ግን ናይ ዝሓለፈ ሰሙን ልኩይት ብዝወሰደ መልክዖ ክትሪኢና ማለት እዩ which is ናይ ኣርባዕተ ሰዓት ቻርት ክንወርድ ኢና እዞም ትሪእዎ ዘለኹም እና ኣብዚ እውን ተመሳሳሊ ጋፕ እቲ ፌር ቫሊ ጋፕ መሊእልና ኣሎ and then ነዚ ኣብዚ ተሓቲ ሴል ሳይል ልኩይት ኣለና ባይ ሳይል ልኩይት ካብ ላዕሊ ኣለና ኣብ ኤስኤፒ 500 ማለት እዩ ኣብ ሓዲኦም ዩኤስ 100 ወይ ከዓ

ኮንፊርሜሽን ተፀቢኻ ትሬድ ምግባር ክሓተና እዩ ማለት እዩ ዋላ እኳ ማርኬት ብሉሽ ተኾነ ግን ኪይ ዝበሃሉ ፖይንትስ ምስ መፀ ማርኬት ትሬድ ምግባር ሓደ ካብቲ ካባኻትኩም ንፅበዮ ስፔሻሊ ኣብዚ ቻነል ነዊሕ ጉዕዞ ተጓዒዝና ኣለና ዓሰርተ ሽሕ ንክንኣቱ ውሑዳት ትሬደራት ጥራይ እዮም ሳብስክራይብ ክገብሩና ዘለዎም ምናልባት ድሕሪ እዛ ቪድዮ እዚኣ እውን ዓሰርተ ሽሕ ክንኣቱ ንኽእል ኢና እቶም ሚእትን ዓሰርተ ሸሞንተን ኣባላት ወይ ከዓ ትሬደራት እዮም ተሪፎምና ዘለዉ ሳብስክራይብ ንክገብሩ ዓሰርተ ሽሕ ንክንበፅሕ ሶ ኣልሞስት ልዕሊ ሓደ ዓመት መፂኣና ውሽጢ ሓደ ዓመት ኢና ዓሰርተ ሽሕ ሳብስክራይበር ንበፅሕ ዘለና ባት ካባኻትኩም ዝፅበዮ ነገር እንተሃልዩ ኣብ ኢንተረስት ፖይንት ናትኩም ወይ ከዓ ኣብ ኢንተረስት ፖይንት ኦፍ ኢንተረስት ናትኩም ማ- ምስ መፀ ማርኬት ትሬድ ምግባር እዩ ገለ ካብቲ ፖይንት ኦፍ ኢንተረስት ከዓ ማርኬት ናይ ዝሓለፈ ሰሙን ሴልስ ሃይ ልኪት ምስ ወሰደልና ወይ ከዓ እ፣ ንላዕሊ ብቢርሽ መልክዑ እንተ ተሪእናዮ ከዓ ሓደ ስዊንግ እዩ ፈጢሩ ማርኬት ንታሕቲ ክወርድ ከሎ ሶ ፎር ሚ ካብዚ እ፣ ወሪደ ተደኣ ብታሕቲ ሴልሳይድ ሊኩዲቲ ከይወሰደ ንላዕሊ ተወጺኡ ካብ ብዘለዎ ናተይ ኤክስፔክተሽን ዝያዳ ከምዚ ኢሉ ማርኬት ናብዚ ስሳ ፐርሰንት ንኸመጸለይ ጋፕ እውን ኣለኒ ከም ትሪእዎ ዘለኹም ኦር ሓምሳ ፐርሰንት እውን እኹል እዩ ባት ፕሮባብሊ ስሳን ሓደን ፐርሰንት እየ ዝወስድ ኣነ ናይ ዩኤስ ዋን ሃንድረድ ክኸውን ከሎ ምክንያቱ ቡሊሽ ብዙሕ ግዜ ስለ ዝኾነት ማርኬት ካብዚ ንታሕቲ ክወርደና ኽእል እዩ ክሳብ ናይቲ ዝሓለፈ ሰሙን ሊኩዲቲ ዝወስድ ታርጌት ክንገብር ንኽእል ኢና ወይ ከዓ ኣድህቦና ናብኡ ገፅና ትሬድ ክንገብር ንኽእል ኢና ማለት እዩ ባት እንተ ቀዲሙ ሴል ሳይድ ልኩድ ተወሲልና ግን ብታሕቲ ኤክስተርናል ዝወሰድ ልኩዲቲ ስለ ዘየለዎ ኢንተርናል ልኩዲቲ ምምላእ የድልዮን እዩ ኤክስተርናል ልኩዲቲ ወሲዱ ንላዕሊ ናብ ኤክስተርናል ልኩዲቲ ናብዚ ክኸይድ ማለት እዩ ሶ ተንታሲ ስለዚ ያድህቦ ናትና ንላዕሊ ክኸውን ይኽእል እዩ ማለት እዩ ሶ ናይ ዩኤስ 100 ናትና ኣናላይሲስ ነዚ ይመስል እቶም ዩኤስ 100 ትሬድ ትገብሩ ትሬድራት ናይ ናይ ትሬዲንግ ግዜ ማለት እዩ ኦኬ ሶ ናብ ጎል ድመፅእና ኣለና ሕጂ ኣብ ጎል መጀመርያ ንምንታይ እዩ ዝሓለፈ ሰሙን ብሉሽ ነይሩ ካብ ዝብል ክንብገስ ኢና ዋን ኣብ መንጎ ኢራንን ዩኤስን ዝነበረ ናይ ስትሬት ሆርሙዝ ግጭት እዩ ዝያዳ ገኒኑ ነይሩ ጂኦፖለቲክስ ንጎልድ ፅቡቕ ኣጋጣሚ እዩ ካልኣይ ዲኤክስዋይ ደኺሙ ስለ ዝነበረ ብዝሓለፈ ሰሙን ጎል ንላዕሊ ክወፅእ ክእል ነይሩ ሳልሳይ ከዓ እቲ ዝነበረ ናይ ኤንኤፍፒ ሲፒኣይ ዜናታት ናትና ከዓ ዝያዳ ንኢንፍሌሽን ናይ ስራሕ ድኽመት ናይ ኢንፍሌሽን ምቕናስ ዘርኢ ስለ ዝነበረ ንጎልድ ኢንተረስት ሬት ወርሒ ትሽዓተ ክቕነስ እዩ ዲኤክስዋይ ንመፃኢ ክቕንስ እዩ ዝብል ርእዮታት ኣብ ግምት ዝእተወ ከዓ ዝያዳ ዘጉልሐ ስለ ዝነበረ ኢንቨስተራት ካብ ቦንድ ካብ ዲክስዋይ ካብ ባንክታት ወፂኦም ናብ ጎልድ ክመፁ እዮም ተራእዮም ኣብ ሰሙን እዚ ኤክስፔክት ንገብሮ እንተሃልዩ እስ ደ ሰም ቡልሽ ናይ ምዃን ተኽእሎታት ኣለና እዩ ባት ከም ትሬድራት ሕጂ ቡልሽ ክኸውን እዩ ጥራይ ኢልና ንዛዝሞ ኣይኮነን ዝያዳ ኣነ ሸር ክገብረኩም ዝደሊ ነገር እንተሃልዩ እንታይ እዩ እቶም ኪ ፖይንት ኦፍ ኢንተረስትስ ፅቡቅ ኢንትሪ ክንረኽበሎም ንኽእል ኢና ንብሎም እዮም ደቂ ሓንቲ ኣብ ትምህርትና ኣብ ዝሓለፈ ሰሙን ቅድሚ እዛ ቪድዮ እዚኣ ሸር ገይረኩም ዘለኹ ናይ ኢንትሮ ናተይ ሕጂ እቶም ነቑጣታት ዝበሃሉ ወይ እቶም ኣገደስቲ ቦታታት ትሬድ ክንረኽበሎም ንኽእል ምልላይ ብናትና ኮንፊርሜሽን ተወሲናሉ ኤ ፕላስ ሴትኣፕ ክንረክብ ስለ ንኽእል እቶም ነጥብታት ሸር ዝገብረኩም ከውን እዩ ሶ መጀመርያ ኣብ ዝሓለፈ ሰሙን ከም ትሪእዎ ዘለኹም ናትና ባያስ ነዚ ይመስል ነይሩ ማርኬት ብዝግባእ ነቲ ንሕና ደበልናዮ ሪጀክሽን ብሎክ ኣይ ቲንክ እዚኣ ሪጀክሽን ብሎክ እዚኣ ኣብ ግምት ክልእቶ ተዛራሪብና ነርና እዛ ሪጀክሽን ብሎክ እዚኣ መሊኡ እዩ ማርኬት ንላዕሊ ወፅዩ ዘሎ ሶ ተመሳሳሊ ናይ ጎልድ ሓደ ካብ ናተይ ተመክሮ ብዙሓት ትሬደራት እውን ዝጥቀምሉ እዮም ኦነስትሊ ፕሮፌሽናል ዝኾኑ ትሬደራት ማለት እዩ ብዛዕባ ጎልድ ዝፈትዎ ነገር እንተሃሊ ኩሉ ግዜ ባላንስድ ይገብር እዩ ንኣብነት US 100 እንተ ተሪኢኹሞ US 100 ናብ ሓደ መኣዝን ገፁ ክኸይድ ከሎ ኮንቲኔሽን ኢኻ ትረይድ ትገብር ክምለሰልካ ይፅምን ኢኻ ተኸይሉ ዝኸይድ ኣብ ጎልድ ብዙሕ ግዜ ታሪክ ናቱ ገዲፍካ ይከይድ እዩ ተመሊሱ ይእቲካ ይኸይድ ወይ ኣይልእስ ተብሎ ሳሊምካ ይኸይድ ውቺ ፅቡቅ ነገር እዩ ባይዘወይ ኮፊ ይሰቲ ኣለኹ ንስኻትኩም ተመሳሳሊ ሆፕፉሊ እንተ ክሳብዚ ተመፂኹም ነዊሕ ትምህርቲ እዮም ተማሂርኩም ሶ ኮፊ መሳሊ ቡን መሳሊ ኣዚዝኩም ፅቡቅ እዩ ኦር እያ ተቐዲሕኹም ምእዛዝ ግዴታ ኣይኮነን ሰው ናው ሕጂ ጎልድ ንላዕሊ ይወፀልና ኣሎ መጀመርያ ፖይንት ንሪኦ ኣብዚ ጋፕ ኣለና እዩ ዘይተመልአ ኣብ ናይ ዴይሊ ወላ ኣብ ናይ ሰሙናዊ ወፂና ተሪእናዮ ማርኬት ኣብ ኮንቲኔሽን እዩ ዘለና ባት ኣብ ግምት ክንእትዎ ዘለና ነገር እንተሃልዩ እዛ ዞን እዚኣ እያ ዋሪት ዞን እዛ ዞን እዚኣ ከም ትሪእዋ ዘለኹም ቅድሚ ሕጂ ንመወዳእታ ግዜ ነዛ ፌርቫሊ ጋፕ እዚኣ ምስ ተንከፈ ደን ሪጀክት ዝተገብረላ ጋፕ እዩ ማርኬት መጺኡ ብዝሓለፈ ተንኪፋ ነዚኣ ማለት እዩ ይኹን ደኣ እምበር ነታ ፌርቫሊ ጋፕ ንሳ ነታ ሪጀክሽን ጥሒስዋ ሴልሳይ ባይሳይ ልኩት ወሲዱ ኣሎ ባይሳይ ልኩት ምስ ወሰደ ግን ነታ ጋፕ ንሳ እዩ ዝሕጂ እዋን መሊእዋ ዘሎ ስለዚ ነዛ ጋፕ ሲኣ ምስ መልኣ እዩ ዓርቢ ትማሊ ማርኬት ክሎዝ ገይሩ ደን ሕጂ የኽብረልና ዶ የኽብረልና ናይ ሶሉስ ኮንፊርሜሽን ከድልየና እዩ ይኹን ደኣ እምበር የኽብረልና የኽብረልና ብዘየገድስ እንተ ኣኽቢርልና ማርኬት ቡልሽ ናይ ምዃን ተኽእሎ ስለ ዘለዎ እንተ ኣኽቢርልና ናበይ ገፁ ማርኬት ሪትረስ ዝገብር ክንፅበ ኢና ንታሓቲ ቲንክ ናብዚ ገፁ ሪትረስ ክገብር ክንፅበ ኢና ደን ሪትረስ ምስ ገበረ ከዓ እንታይ ኣለና ኣብዚ ሪጀክሽን ብሎክ ኣለና ኣብዚ ከም ትሪእዎ ዘለኹም ኣስሚረልኩም ኣለኹ ኣብዚ ሪጀክሽን ብሎክ ኣለና ደን ሪጀክሽን ብሎክ ናትና መሊኡ ማርኬት ደን ኮንቲኔሽን ናቱ ናይ ምቕፃል ተኽእሎታት ክህልዎ እዩ ደን ንላዕሊ ክወፅእ ይኽእል እዩ ናበይ ደን ናብዚ ከባቢ እዚ ኣብዚ ከባቢ እዚ እንታይ ኣለና ኣብ ናይ ዊክሊ እንተ ተኸይድኩም ሂር ናይ ኒው ዊክ ኦፐኒንግ ጋፕ ኣለና ኣብዛ ካን እዚኣ ከም ትሪእዋ ዘለኹም ማርኬት ክሎዝ ዝገበረሉ ኣብ ላዕሊ ኣብዚኣ ክሎዝ ገይሩ ነይሩ ማለት እዩ ኣብዛ መስመር እዚኣ ክሎዝ ገይሩ ነይሩ ይኹን ደኣ እምበር ማርኬት ኦፐን ዝገበረሉ ከዓ ኣብ ታሓቲ ኣብዚ ከባቢ ስለ ዝኾነ ናይ ኒው ዊክ ኦፐኒንግ ጋፕ ኣለና ማርኬት ብዙሕ ግዜ ዘኽብሮ ነገር ማለት እዩ ስለዚ ናትና ስእሊ እንታይ ክኸውን ቦሊሽ ኮይኑ ማርኬት ታሕቲ ማኒፕሌት ይገብረልና ሪጀክሽን ብሎክ ክትንክፈልና ሪጀክሽን ብሎክ ምስ ተንከፈኻ ንላዕሊ ክወፅኣላ ናብ ኒው ዊክ ኦፐኒንግ ጋፕ ገፁ ንክወፅእ ማለት ትዝክሩ ተኾንኩም መጀመርያ ብዛዕባ ኣልሞስ ቅድሚ ወርሕን ገለ ንኸውን ሕጂ ሕሊፍና ኣለና ከምዚ ሰሙናዊ በያ ሸር ገብረኩም ካብ ንጅብር ኣብ ናይ መንዝሊ ምስ ከድና እንተን ድሕሪ ኣብ ናይ ሰለስተ ወርሒ ከይድና ኣብ ናይ ሰለስተ ወርሒ ጥራይ ዘይኮና ኣብ ናይ ሽዱሽተ ወርሒ እውን ዝክሮ ተኾንኩም ቃሪኩም ነይረ ማለት እዩ ማርኬት ናብ ዝገፅ እዩ ዝወፅእ ዘሎ ኢለኩም ቅድሚ ቅድሚ ወርሕን ክልተ ቀንቅል ኣቢሉ ይኸውን ማለት እዩ ማርኬት ናይ ኣብዚ ከም ትሪእዎ ዘለኹም ናይ ሽዱሽተ ወርሒ ናትና ካንድል ናይ ጎልድ ነዚ ይመስል ረይዎ ናይ ሽዱሽተ ወርሒ ናትና ጎልድ እንታይ ገይሩ ላዕሊ ወፂኡ ደንድሕሪኡ ሪጀክት ተገይሩ ሪጀክት ተገይሩ ክብለኩም ከለኹ ነዚ ይመስል ረይዎ እቲ ሪጀክሽን ብጣዕሚ ገፊሕ ግን ማርኬት ክገብሮ ዘለዎ ነገር እዩ ዝገብር ጎልድ ኢለኩም ነረ ኣትሊስት ክሳብ 50 ፐርሰንት ክመፀልና ትፅቢት ክንገብር ኢና ቅድሚ ዝኾነ ቢሪሽ ኣድልቦ ምግባርና ኢለኩም ነይረ ማለት እዩ ሶ ቢካዝ ሪጀክት ገይሩ ማርኬት ብዙሕ ግዜ ሪጀክሽን ብሎክ እዩ ዝበሃል እዚ ሪጀክት ገይሩ ዘሎ ማርኬት ፍራክታል እዩ ኣብ ሃየር ታይም ፍሬም ኣብ ሎወር ታይም ፍሬም ብዘየገድስ እንተ ትዝክሩ ዝኾንኩም ናይ ቢትኮይን ድሓር ዝገልፀልኩም ከውን እዩ ባት ኖርማሊ ኣብዚ በዚ መልክዑ ኢላ ትሬድ ክንገብር ስለዚ ኣብ ግምት ክንእትዎ ዘለና ነገር እንተሃልዩ ማርኬት ሞር እንተ ሾርት ክትገብሩ ተኾንኩም ባይሳይ ልኩት ምስ ወስደ ክኸውን ክኽእል ኣለዎ ኦር ኤክስተርናል ሊኩዲቲ ምስ ተንከፈልና እንተዘይኮይኑ ኣብ ኮንቲነሽን እታን ከይትኣትዉ ንዓኻትኩም እታን ሊኩዲቲ ከይገብረኩም እንታይ ክትገብሩ ክትኽእሉ ኣለኩም ኣትሊስት ክሳብ ኣብዚ ዞን እዚ ነዚ ዞን እዚ ክባብ እዚ ፊል ክሳብ ዝገብረላ ነዚ ሪጀክሽን ብሎክ ማለት እዩ ዝያዳ ቡሉሽ ኣድህቦ ጌርኩም ግን ከዓ ነቲ ባይሳይ ሊኩዲቲ ኣብ ዝወሰዱሉ ከዓ ፅቡቅ መእተዊ ፕላስ ኮንፊርሜሽን ተረኪብና ሾርት እናገበርና ትሬድ ክንገብር ንኽእል ኢና ማለት እዩ ሶ እቶም ጎልድ ትሬድ ትገብሩ ኩላትኩም ሰናይ ናይ ትሬዲንግ ግዜ ኣዝዩ ደስ ዘብል ናይ ትሬዲንግ ግዜ ይምነየልኩም ማለት እዩ ካብ ዝቐፅልና ናብ ቢትኮይን ክንከይድ ኢና ማለት እዩ ኦኬ ሶ ናብ ቢትኮይን መፅና ኣለና ፈርስትሊ ኮንግራጁሌሽን ነቶም ሎንግ ተርም ኢንቨስተራት ማለት እዩ ንነዊሕ እዋን ቢትኮይን ክትገዝኡ ዝጸናሕኹም ብሓፈሻ ኣብ ክሪፕቶ ከረንሲ ሎንግ ተርም ኢንቨስተራት ማለት እዩ ኢትስ ክሬዚ ኣልሞስት ዝበዝሕ ኣታዊ ናተይ ኣብ ክሪፕቶ እዩ ኢንቨስት ዝገብሮ ብዙሕ ግዜ ክዛረበሉ እውን ሰሚዕኹም ኣለኹም ስፔሻል መንእሰያት ተኮይና ኢነርጂ ስለ ዘለና ዝኾነ ይኹን ክሳራ ምስ ዘጋጥም እውን ናይ ምምላስ ተኽእሎ ናትና ካልኣይ ግዜ ናይ ምትንሳእ ተኽእሎታት ናትና ሃይ ስለ ዝኸውን ኣብ ክሪፕቶ ኢንቨስት ክንገብር ከም ዘለና ብዙሕ ግዜ ክዛረብ ሰሚዕኩም ኣለኹ ናይ ክሪፕቶ ከረንሲ ኮርስ እውን ብቅድመ ተኸተል መልክዑ ኣብ ሚሊቶቶ ዩቲብ ቻነላትና ገዲፈልኩም ኣለኹ ማለት እዩ ኢቨን እቲ ሃርድ ዋሌት እውን ሓዊስካ ማለት እዩ ሶ ሶ ግሬት ማለት እዩ ስፔሻሊ ኤክስኣርፒ ኢቴሪዮም ኣብ ዝሓለፈ ብጣዕሚ ፅቡቅ ተንቀሳቂሶ ቢትኮይን እውን ከምኡ ማለት እዩ ዝኾነ ደጠራጥር ነገር ኣይኮነን ቢትኮይን ፀላዊ ክኸውን ከም ዝኽእል ዓብይ ክኸውን ከም ዝኽእል ማለት እዩ ግዜ ክወስድ ይኽእል እዩ ኣበይ ትገዝእ ኣበይ ትሸይጥ ማለት እዩ ትዝክርዎ ተኾንኩም ዋላ ኣብ ናይ ቢትኮይን እዚ ናይ ሽዱሽተ ወርሒ ዝሓለፈ ልኩይቲ ምስ ወሰደ ማርኬት ንላዕል ገፁ ይወፅእ ከም ዘሎ ዝተወሰነ መልክዑ ከዓ ሪካቨር ክገብር ትፅቢት ከም ዘለና ተዘራሪብና ነርና ማለት እዩ ይኹን ደኣ እምበር ኣብ ዝሓለፈ ድሕሪ ነዊሕ ኮንሶሊዴሽን ዝነበረ ናይ ኮንሶሊዴት ግዜ ዝተወሰነ መልክዑ ኣነ ንታሓቲ ክወርድ ናብዚ ከባቢ እዚ ክወርድ እውን ተፀቢየ ነይረ ኦነስትሊ ባት ደሓር ማርኬት ከም ትሪእዮ ዘለኹም ፅቡቕ ኣብ ዝሓለፈ ዘመን ከይዱ ኣሎ ምስ ዝኾነ ፋንዳሜንታል ዝኾነ ነገር ኦር ኣብ ናይ ፋይናንሻል ማርኬት ምትእሳር ስለ ዘለዎ ኣይኮነን ኖ ሳም ፖይንት ኣብ ዝኾነ ነጥቢ ቢትኮይን ምስ በፅሐ እቶም ኢንቨስተራት ሪላይዝ ይገብርዎ እዮም ሪላይዝ ዝገብርሉ ምክንያት ከዓ እንታይ እዩ ደቂ ሰባት ንመጀመርያ ግዜ እዮም ብዘይ ዝኾነ ናይ ባንኪ ኣክሰስ ናይ መንግስታት ምሕደራ ገንዘብ ከመሓላልፉ ዝኽእሉ ሲስተም ብዘይ ዝኾነ ምነት ናትካ ምግላፅ ገንዘብ ንስኻ ሰሪቕካዮ ዲኻ ወይስ ወላ ሕጋዊ ድዩ ዘይሕጋዊ ድዩ ካብ የምፂኻዮ ብዘየገድስ ገንዘብ ክተመሓላልፈሉ ትኽእል ሲስተም ምዃኑ ክሳብ ዓለም ዝርድእዎ ክሳብ መንግስታት ዝርድእዎ ተዘይኮይኑ ቢትኮይን ኢዝ ሚራክል እዩ ነዚ ደቂ ሰባት ኣነ ብዙሕ ግዜ ክዛረብ ከሎ ሰሚዖ ደቂ ሰባት ክኸድዎ ዝጸንሑ ስልጣነ ንዝሓለፈ ዓሰርተ ሽሕ ዓመታት ክኸድዎ ዝጸንሑ ስልጠነ ወይ ከኣ ንደቂ ሰባት ናይ ምቁጽጻር ብፋይናንስ ናይ ምቁጽጻር ሓይሊ ዘፍረሰ እዩ ኣንለስ ናይ ኣሜሪካ ዘይኮ ኣብ ዝኾነ ግዜ ናትና እዩ ኢሎ ሓንቲ ሃገር ክሳብ ዘይተዛረበት ቢትኮይን ኢዝ ሚራክል ኢዝ ታምር እዩ ኦኬ መነት ናይቶም ፈጠርቲ ክፍለጥ ዘይምኽኣሉ ጥራይ ንበዓሉ ኣዝዩ ሓደ ካብቲ ጽቡቕ ዝገብሮ ነገር እዩ ማለት እዩ ናትካ ፕራይቬሲ ኣይቅበልካ እዩ ማለት እዩ ሕጂ ወላ ነቶም ውልቀ ሰባት ኖርማል እንተኾነ ግን ቢልዮንስ ቢልዮንስ ገንዘብ እዩ ኣብ ዓመት ናብ ከባቢ ሓሙሽተ ሚእቲ ቢልዮን ድዩ ገለ ዝኸውን እዩ ገንዘብ ዝመሓላለፍ ብካሽ ዘይሕጋዊ ማለት እዩ ላውንደሪ ዝግበር እም፣ ያ እቲ- ኣብዚ ሕጂ እዋን ከዓ ቢትኮይን ብምህላው ከዓ ኣዝዩ ብሉፅ ይገብሮ እዩ ማለት እዩ So፣ ሓደ ካብቲ ግንዛበ ናይ ኢንቨስተራት ግንዛበ ናይ ኢንስቲቱሽንስ ግንዛበ ናይ ባንክታት ዝፈጠሮ ራዕዲ እዩ ንቢትኮይን ንላዕሊ ከም ዝወፅእ ገይርዎ ዘሎ ምክንያቱ ኣክሰፕት ክገብሮ ኣሎ ተዘይኮይኑ ንታሓት ተወሪዱ ውሑዳት ውሑዳት ሓያላት ዝኾኑ ኣባላት ልክዕ ከምዚ ናይ በዓል ማይክሮ ስትራቴጂ ናይ ማይክል ሴለር ኣብዚ ሕጂ እዋን ዝገብሮ ዘሎ ኮንትሮል ክገብረው ይኽእሉ እዮም ኣልሞስት ናብ ሓደ ሚሊዮን ዝኸውን ቢትኮይን ማይክል ሴለር ኦን ገይሩ ኣሎ ናቶም ሄጅ ፈንድ ማለት እዩ ስለዚ ኣብ ሴም ታይም ከምኡ ከይከውን መታን ካልኦት ሃገራት ካልኦት ካምፓኒታት ክጓየዩሉ ንሪኢ ኣለና ማለት እዩ እንደን ፅቡቅ ወፂሉ ስለዚ ዝመፅ ዘሎ ሰሙን ኦብስሊ ብሉሽ ናይ ምኳን ተኽእሎታት ኣለዎ እዩ ኣለስ እዚ ንሪኦ ዘለና ማኒፕሌሽን ክኸውን ይኽእል እዩ ሎንግ ተርም ኢንቨስት ትገብሩ ትኾንኩም ኣብ ቢትኮይን ቢኬርፉል እዚ ንሪኦ ዘለና ማኒፕሌሽን ክኸውን ይኽእል እዩ ማኒፕሌት ገብሮ እንተ ንታሓቲ ናብ ኣርባዕን ክልተን ሸሕ ክወርድ ይኽእል እዩ ቀፃሊ እዚ ማኒፕሌሽን እንተኮይኑ ማለት እዩ ባት እንተ በዚ ዘለዎ ክቕፅል እንተኮይኑ ግን ያ ኮንፊርሜሽን እናተፀበና ቡልሽ ትሬድ ክንገብር ንኽእል ኢና ምክንያቱ ስትሮንግ እዩ ኮይኑ ዘሎ ባቲ ሓደ ኣብ ግምት ክንእትዎ ዘለና ነገር እንተሃልዩ ከም ትሪእዎ ዘለኹም እዚ ቀዳመ ሰንበት ኦነስትዲ ኮንሶሊዴሽን ኮንሶሊዴት እዩ ዝገብር ዘሎ ፅባሕ ሶኒ ካልእ ስትሮንግ ዝኾነ ቡልሽ ካንድል ኤክስፔክት ክንገብር ኢና ይኹን ደኣ እምበር ኣብ ግምት ክንእትወ ዘለና እዚ ባይሳይ ልኪት ምስ ወሰደ ባይሳይ ልኪት ወሲዱ ከሎ እንዳረኣኻዮ ባይ ምግባር እዩ ጌጋ ወይ ከዓ ንኣብነት ማርኬት ሕጂ ላዓሊ እዩ ዝወፅእ ዘሎ ከም ትሪእዎ ዘለኹም ካብዚ ዘለዎ ክንኣቱ ንኽእል ኢና ኣብዚ ዘለዎ እንታይ ኢና ክንገብር ዘለና ዝተወሰነ መልክዑ ክንፅበልና ማርኬት ታሕቲ ማኒፕሬት ምስ ዝገብር ናይ ዝሓለፈ መዓልቲ ልኪት ምስ ወስድ ናብ ፌር ቫሊ ጋም ምስ ዝመፀላ እንዳኣተና ትሬድ ክንገብር ንኽእል ኢና ነቲ ዘሎ ኮንቲኔሽን ትሬድ ክንገብር ንኽእል ኢና ማለት እዩ ሶ ኦብስሊ ቡልሽ ክኸውን ተኽእሎታት ዋላ እንተ ኣለዎ ግን ከም ትሪኦ ዘለኹም ብጣዕሚ ንላዕሊ ወፂኡ ስለ ዘሎ ንደይ ትሬዲንግ ኮንቲኔሽን ትሬድ ክትገብር ተመራፂ እዩ ኣደርዋይስ ከም ትሪኦ ዘለኹም ክሳብ ኣብዚ ፌር ቫሊ ጋብ እዚ ክምለስ ይኽእል እዩ እንተ ደኣ ዋንስ ማርኬት ባይ ሳይድ ልኩ ትብላዓል ተወሲድና ብላዕሊ ኣብዚ ከባቢ እዚ ልክዩ ተወሲድና ናብዚ ከባቢ እዚ ክመፀልና ክእል እዩ ኦር ኮንቲኒ እውን ክገብር ይኽእል እዩ ቤተር ኣብ ሃየር ታይም ፍሬም ዊች ኣብ ናይ ኣርባዕተ ሰዓት እዮም ገለ ወሪድኩም ፌር ቫሊ ጋፕ ኦርደር ብሎክ እንዳረእኹም ምስ ተንከፈልና ኮንፊርሜሽን እናተፀበና ትሬድ ክንገብር ተመራፂ እዩ ዋላ ኮነ እዚ ሰሙን እዚ ቡሉሽ እንተተፀበና ግን ከም ትሪኦ ዘለኹም ኣብ ዝሓለፈ ሰሙን ብጣዕሚ ስለ ዝተንቀሳቐሰ ቡሉሽ ንባዕሉ ክሳብ ኣበይ ምስ መፀ ኢና ባይ ክንገብር ዝብል ግን ኣተሓሳሳቢ እዩ ንኣብነት ካብዚ ማኒፕሌት ገይሩ ንላዕሊ ክንብሎ ይንኽእል ኢና ዋይ ምክንያቱ ብጣዕሚ ወሪዱ ዘሎ ኤግዛክትሊ ክሳብ ኣብዚ ተዓት እዚ ክወርድ ኣለዎ ቡልሽ ክናብቲ ተኮይና ርትዓዊ ዝኮነ ዋጋ ንረክቦ ተኮይና ማለት እዩ ይኹን ዳ እምበር ኮንቲኔሽን ክኸይድ ተኮይኑ ከዓ ማርኬት ካብ ዘለዎ ቲሚሉ ካብ ላዕሊ ንላዕሊ ክቐፅል ይኽእል እዩ ሶ ቤተር ኣብ ዩኤስ 100 ንዓይ ብዙሕ ግዜ ከምኡ ይጋጥመኒ እዩ ናብ ሓደ መኣዚ ማርኬት ክኸይድ ከሎ እንታይ እዩ ዝገብር ቀረባ ዝበሃል ፌር ቫሊ ጋፕ ቀረባ ዝበሃል ኣብ ናይ ኣርባዕተ ሰዓት ብፍላይ ማለት እዩ ይረክብ ንኣብነት ቀረባ ዝበሃል ፌርቫሊንጋ ተሪኦም ዓጃምት እዚኣ ፌርቫሊንጋ ኣባላትና ናይ ቀረባ መፅኡ ማርኬት ናይ ዓተን ኬፍዋ ኣባኣ ማርኬት ስትራክቸር ሽፍት ይፅበ ንትሬድ ይገብራ ትኸይድ ማለት ንኣብነት ንዚኣ እንተ ባክቴስ ንገብራ እንተኮይና ሪኦ እዚኣ ጋፕ ኣላትና ደር ማርኬት ናብኣ ክመፅ ኢለ ኣሎ ሶ 5 ሚኒት ንከይድና ንዓ ክሳብ ዝትንክፋ ክንፅበ ኢና ን ኮንሶልዴት ማርኬት ወሪዱ ኢንቨርጅን ፌር ቫሊ ጋፕ ፈጢርልና ዊች ኢዝ ሂር ሶ ደን ኣኽቢርልና ኣሎ ማለት እዩ ደን እዚኣ ትሬድ ንገብራ ንኽእል ኢና ቢ ዋን ቱ ሶ ኖርማሊ ከምዚ መልክዕ ትሬድ ይገብር እየ ማለት እዩ ባት ሎሚ ሰንበት ስለዝኾነ እዩ ኖርማሊ ንስኻትኩም እውን ከምኡ ክትገብሩ ትኽእሉ ኢኹም ማለት እዩ ጋብ ክንፅበ ኢና ካልእ ጋብ ክንረክብ ንኽእል ኢና ቺዝ ሂር እንተ ተንኪፍልና ሽፍት ንክገብር ኦር ኢንቨርዥን ፌር ፓሊ ጋብ ንክበና ትፅበዩ ድራይ ትገብር ወይ ከዓ ብላዕሊ ባይሳይል ኩይ ተወሲዱ ከዓ ተመሳሳሊ ኣብ ብላዕሊ እውን ኣለና እዩ ናብ ግምት እናእተኹም ትሬድ ክትገብሩ ግን ቡልሽ ዝያዳ ኣድቦ ክትገብሩ ክዛረኩም ይፈቱ ንሎንግ ተርም ኣብዚ ሕጂ እዋን ሕጂ ቢትኮይን ባይ ክንገብሮ ንዝብል ባይ ምግባር ኣገዳሲ ይኮን ባይ ክትገብሩ ትኽእሉ እዮም ዮርስ ሎንግ ተርም ኢንቨስተር ተኾንካ ዶላር ኮስት ኣቨሬጅ ኢኻ ትጥቀም ኩሉ ግዜ ኢኻ ትገዝእ ዘለካ ባት ፎርሚ ሞር ኣብዚ ላዕሊ ኣትዮኾን ከዓ ፅባሕ ንጎ ሓምሳን ገለ ምስ ወረደ ኦር ስሳን ገለ ምስ ወረደ ከምታ ከይትህሰዩ ኣብ ርትዓዊ ዝበሃል ዋጋ ኢና ክንገዝእ ዘለና ኣብ ላዕሊ መፅኡ ኣሎ ሶ ኣትሊስት ክሳብ ስሳን ትሽዓተን ኣብ ስሳታት ኣብ ዝወረድሉ እዋን ክትገዝኡ ትኽእሉ ኢኹም ማለት እዩ ሰው ስለ ምክታልኩም ኣዝየ የመስግን ሎሚ ዘዳለኹልኩም መደብ ነዚ ይመስል ማለት እዩ ግዜኹም ሂብኩም ስለ ዝተኸታተልኩሞ ከመስግነኩም ይፈቱ ተስፋ ኣለኒ ከዓ ግዜኹም ዝምጥን ኢንፎርሜሽን ረኸብኩም ክትኮኑ ማለት እዩ ቶቶ ትሬድስ ሜንቶርሺፕ ማለት እዩ ቶቶ ትሬድስ ናይ ትሬዲንግ ኮሚኒቲ ናይዚ ዝመፅእ ዘሎ ዓመት ናይ 227 ናይ ሜንቶርሺፕ ኣብ ዓመት ንሓደ ግዜ ዝኽፈት ንሓደ ግዜ ዝወሃብ ዕድል ኣለና እቲ ምዝገባ ተጀሚሩ ኣሎ ስለዚ ኣቐዲምኩም ቦታኹም ከተውሕሱ እቲ ቦታ ከዓ ኣቐዲሙ ቅድሚ እቲ ክላስ ምጅማሩ ስለ ዝመልእ ኣቐዲምኩም ቦታኹም ኣውሒስኩም ክፀንሑ ኣብዚ ሜንተርሽፕ ክሳተፉን ንትሬዲንግ ከዓ ከም ፕሮፌሽናል ንክትሕዝዎን ክዛረኩም ይፈቱ ማለት እዩ ንትሬዲንግ ጎኒ ጎኒ ስራሕኹም እንተ ክሰርሕዎ ድሌት ሃልይኩም ወይ ከዓ ጎኒ ጎኒ እቲ ዘለኩም ናይ ፉል ታይም ግዜ ናይ ሳይድ ሃስል ክትገብርዎ ትደልዩ ወይ ከዓ ናይ ጎኒ ኣታውናትኩም ክትገብርዎ ንትደልዩ ከዓ ላይፍ ምሳይ ትሬድ ክትገብሩ ትኽእሉ ኢኹም ኣነ ክኣቲ ከለኹ ትኣትዉ ክወፅኡ ከለኹ እንዳወፃኹም በቲ ኣነ ዝበኩም ሓበሬታ መሰረት ትሬድ ክትገብሩ ውን ተኸሉ ኢኹም ብቐሊል መልክዑ ናትና ቲም ኣብ ብሮኮር ኣብ ፕሮፊርም ኣከፋፍታ ፐርሶናሊ ክሓግዝኹም ይኽእሉ እዮም ሳና እንተ ጆይን ክትገብሩ ተወሲንኩም ማለት እዩ ሶ ጆይን ክትገብሩና ክዛረኩም ይፈቱ ማለት እዩ ኣብ ናትና ወብሳይት ኣትኹም ዝያዳ ተወሳኺ ኢንፎርሜሽን ብዛዕባ እቲ ሜንቶርሽፕ ክትረኽቡ ትኽእሉ ኢኹም ደጊመ ስለምክታልኩም ኣመስግን ኣብ ቅፃሊ ሰሙን ብካልእ መደብ ብካልእ ግዜ ናይ ዌክሊ ኣውትሉክ ንራኸብ ኢና ማለት እዩ ታንክ